ቀትሪ ኮይኑሲ ኣብ ገዛ ኮፍ ኢልካ ደሓር ከኣ እኮ ሰብኣይ ስራሕ ውዒሉ ፋኑስ ንገዛ ክኣቱ ከሎ እዩ መልክዑ ሓቂ ክለኺ ገለ ገለ ሰብ ከኣ ርኢ ክለኺ ነቲ ዝንቀሳቐስ እምበር ነቲ ኮፍ ኢሉ ዝሓስብ ኣይርእዮን እዩ እዋ ብዛዕባ ኮፍ ዝበለ ዘይኮነ እንታይ ኮን ይሓስብ ኣሎ ኢልኪ ክትሓስብ ይፈትኒ እዋ ፅቡቕ እስከ ንገረኒ ኤፍሬም ሓወይ ብዛዕባ እንታይ ኢኻ ትሓስብ ዘለኻ ኣነ እኮ ከም ተናብረኒ ፈሊጠ እየ ልበይ ሂበ ተመርዕየካ። እሞ ሕጂ ዳኣ እንታይ ተረኺቡ? እቲ ቀደም ነቦኻ ሓግዘና በልዮ ክትብለኒ ከለኻ ንዓኻ እምበር ነቦይ ኣሚነ ኣይኮንኩን ተመርዕየካ። ዋላ ብሓንቲ ባኒ ምሳኻ ክነብር እየ ዝደሊ ምሽ ኢለካ። ልክዕ ኣነ ከኣ ርእዮ ርእዮ ብሓንቲ ባኒ ዘይኮነ ብክልተ ባኒ ከም ትናበር ጌረ እየ። ንስኺ ግን ብዛዕባ ሓንቲ ባኒ ጥራሕ ክትሓስቢ ዘለኺ። ሓንቲ መዓልቲ ሕምባሻ ከይተመነኺ
ዘይተመነኹ ደሞ ኮይነ ንስኻ ግን ኤማነ
ደሓን
ደሓን ኤፍሬም ሓወይ ሕምባሻስ ከይከብደካ ቁሩብ ከርዳእካ ኣሎ ድዩ ቁሩብ ርዳእካ ኣሎ ናይ ስራሕ መንፈስካ እኮ ከም ንፋስ ይበኒኑ ዘሎ እዚ እኮ እዩ ትፍልልይ እሞ ዝብለኪ ዘለኹ ንስኺ ብዛዕባ ዝጠቅምን ዘይጠቅምን ክትሓስቢ ክትብሊ ርእስኽን ጨጉርኽን ናይ ቅርሺ ኣድሪ ኮይኑ። ዋእ ተጽብቑ ሕሰቢ። ን ተ ን ተኽለ ነቲ ን ንተኽለ ዓርክና እኮ እየ እቲ ንእሽቶ ሓው ሓሙሽተ ሚእቲ ዶላር ክሰደልካ ኢልዎ። እታ ጸጽቡቑ ትምነ ሰበይቱ ከኣ ተዓዊታ። ዋእ ዋእ።
እሞ ክሰደልካ እየ እንተ በሎሲ ከማቕለካ እየ ዶ ኢሉካ እዩ ብዛዕብኡ ትሓስብ ዘለኻ። ኣታ ድኽነት ሓሳባት ከም መንድዓት ኣብ ዝባንካ ኮፍ ኢሉ ከሎስ ብዛዕባ ሰባት ትሓስብ። ይፈልጥ እንድዩ ንስኺ ጽጽቡቕ ጸርፊ እምበር ጽቡቕ ሓሳባት ከም ዘይትመርጺ እፈልጥ እየ። ኣነ ዝብለኪ ዘለኹ ኣነ ዝብለኪ ዘለኹ ኣነ ዝብለኪ ዘለኹ ስምዒ። ሓሙሽተ ሚእቲ ዶላር ዝረብሑ ብዓሰርተ ሓሙሽተ ናቕፋ። ሸውዓተ ሽሕን ሓሙሽተ ሚእትን ናቕፋ። ርኢኺ ኣለኺ እዚ እዩ እቲ ሓቂ። እዋይ ደይ ሕማምካ ረስኒ። እንታይ ይረስኒ ንስኺ ዓሶ ናይ ርእሲ ተታሕሚ ከማን ኣይምረሰንክን ንስኺ ናይ ሰብ ጽቡቕ ዘይትፈትዊ እስኺሲ ብዓሰርተ ሓሙሽተ ዋላ ተትረኽብዮ ከማን ብዓሰርተ ሓሙሽተ ከተራብሒ ትኽእልን ኢኺ ደፍና በል እዋ
በቃ ኣኺሉ ወዲ ብዛዕባ ሰባት ጥራይ ዲኺ ሓስብ

ከሕጉሰኒ መዓት እዩ ብኸምኡ እየ በቃ እንታይ ብለካ ከለኹ ሓጎስ ክምሕረልካ ጉዳሚ እኳ ይብለካ ዘለኹ እንዳ በል። እገርመካ እኮ ኣርስቲ ኢለ ክሕጎስ ከለኹ እዚ ዋላ እዞም ቁንጣረ ጨጉሪ ርእሰይ ከምዚ ናይ ነብሪ ኪፍ ኤስ ኣነ ከሕጉሰኒ መዓት እዩ ነቲ ተኽለ ዓርክና እንድዩ ርኢኻ ኣለኻ እቲ ንእሽተይ ሓዉ ሓሙሽተ ሚእቲ ዶላር ክሰደልካ እዩ

ኖ ኖ ኖ ስምዓኒ እሞ ስምዓኒ ኣነ ዝብለካ ዘለኹ ተኽለ ረኺበዮ ነይረ ዓንተወይ ፅቡቕ ሽሕ ደላር ክሰደልካ ዶ ዘይኮነን ኢልዎ እየ ክብለካ ደልየ ተጋጊኻ ዝብለካ ዘለኹ
ተሓቅኻ ኣለኻ ኣነ እየ ተጋጊ ዝኸውን ኣንታ እንታይ ደኣ እሞ ነፂርካ ከምኡ ዘይትብለና ርኢኻ ኣለኻ ክፍሎም ሓወይ ርኢኻ ኣለኻ ሽሕ ዶላር

እሞ እኳ ኣሐይሽ። እንታይ ደኣ እሞ
ስራሕ ገዲፍዎ እምበር ናቱን ዘይናቱን ክሓስብ ትሪኦ ኣለኻ ገዛ ጥርሑ ተሪፉ። ኣነ ኸኣ እዚ ጉዳይ እዚ ንፋስ ክህቦ ኣይደለኹን። ንስኻ ኢኻ ዓርኩ፣ ንስኻ ኢኻ ተስምዖ፣ በጃኻ ተዛረቦ ብየነ ሓወይ። እዋ ኮምላስ የንኡ ደርቢስ ካቦት እንዳማቱ ገይሩ ይዛወር እሞ ጥራይ ጁባ እውይ ናተይ ዕድል እኳ።
ደሓን ንስኺ እዛ ዘረባ ንንፋስ ኣይትሃብያ ኣነ ሕጂ ከይደ ንኤፍረም ረኺበ ባዕለይ ክዛረቦ እየ። ኣብዚ እንዶ ጽንሓዮ እታ በየነ ሓወይ ኣብዚ ኮንካ እንዶ ተዛረቦ። ኖኖኖኖኖኖ ከምኣ እንተ ጌርና ደኣ እሞ ክላዘቡ ጸኒሖም እዮም ኢሉ ኣይሰምዓናን እዩ።

እወ ሽሕ ዶላር።
ኣነ ግን ዝሰማዕኽዋ ሽሕ ዶላር ዘይኮነት እወ። ሽሕን ሓሙሽተ ሚእትን ዶላር ክሰደልካ እዩ ሰሚዐ። እሱ ከማን ገለ ትካል ክትከፍት ዱኳን ከተውጽእ ዶ ንሰን ከይጠፍኣ ከኣ ንእሽተይ ማኪና ገዚእኻ ትሕዞ ዶ ቆልቋል ዶ መንደፍ ዶ እየ ሰሚዐ ኣነ። እታ ኣነ ዝይሰማዕኽዎ ዘለኹ ስማዕ እሞ በየነ ሓወይ ረይ እሞ ረይ ረይ። ሽሕን ሓሙሽተ ሚእትን ዶላር ብዓሰርተ ሓሙሽተ ተርቢዕኻ እኮ እወ። ዕስራን ክልተን ሽሕን ሓሙሽተ ሚእትን ዶላር ናቕፋ ማለት እኮ እዩ። ሽሕን ሓሙሽተ ሓሙሽተ ቀሊል ሚእትን ናቕፋ። ገንዘብ ኣይኮነን። እንታይ ትብል ኣለኻ ቀሊል እንታይ ክቐልል ደኣ ቀሊል ዶ ትብሎ ኣለኻ ኢኻ ሓው ማለት ርኢኻ ኣለኻ ከምዚ ማለት እዩ ርኢኻ ኣለኻ ናይ ገሊኡ ሰብ ከዓ ጨርቀ መርቂ ይሰደልካ ንስኻ ድማ በርበረ ኣዋዘ ገለመለ ድልኽ ክትብል ኣብኡ ድልኽ ትኸውን ስምዓኒ እንዶ ሕጂ ናይ ተኽለ መደብሲ እንታይ እንታይ መደብ ኣሎ? ዋይ ኣንታ በየነ መደብ ዶ ንእዲ ዶ ጽባሕ ይውጽእ ዝና እንታይ ጸገም ኣሎ ገንዘብ ተሊ እንታይ ጸገም ኣለ ገንዘብ እንተሎ ብሰማይ ሰማይ መንገዲ ኣሎ ኢሎም ዝተወሓደ ርኢኻ ኣለኻ ምሸት ምሸት ከክልተ ቢራ ክትሰቲ ከም ሰቡ ባድላ ተኸዲኑ ሽናዕ ክብል ዝሎ ናይ ዓመት ገዛ ክራይ ከዓ ይኸፍል ሓው ማለት ርኢኻ ኣለኻ ከምዚ ንሕናን ገለ ብማይ ገለ ሰኣን ማይ
ገርመካ እኮ እዩ በቃ ኣነሲ ሰይደ ብሻለካ በቃ ተሓጒሰ በቃ ኣንታ ሕጂ ዘረባ እንዶ ትሒዝናካ ግዳ ኣይ ሕጂ ምስ ዓዜብ እንዴ ጸኒሐ ኡፋይ ኣንታ በየነ ተኾንካ እንታ ዓዜብ ደኣ ከተዕልል መዓት እንዴ ዕላል ክትፈቱ መዓት እንዴ ቡን ስተይ ገለመለ ኢላትካ ትኸውን ኩሉ ህዝቢ ቡን ኮይኑ እኳ እዩ ዝረኣያ ገሊኡ ከኣ ርኢኻለካ ሓምሳ ብስሳ ከርብሕ ውዕል ኣሎ ቡን

ወይለከይ ኣታ ታይ ደይ ተላኢኸ ንኤፍረምሲ ሐራይ ኣብሎ ንዓኻይ ድሰምዕ ዘረባኻ ስራሕ ከም ዝጅምር ግበሮ ናብ ልቡ ምለሶ ኢላትኒ እዝን እንከ ሽሕ ዶላር ሰዲድሉ ሽሕን ሓሙሽተ ሚእትን ከራብሕ ክብል ንባዕላ ሃውቲቱ ንዓየ ሆቲትኒ ሕጅሲ ሕጅሲ

ንዝኾነ ነገር ከምዚ ኮፒ ዘብሎ በቃ ክነፍዕ ማለት እዩ። ኤፍሬም ሓወይ ናይ ብሓቂ ናቱ ሂብካዮ ቤነ ብጣዕሚ እዩ ለባም ኣነ ከዓ ኩሉ ዕላሉን ስርሑን ክብረሀኒ መዓት እዩ ምስኡ ከተምስተ ከለካ ከመይ ዘይ ዘቕስን
ናይ ጌታ ኣምኒ ኒህር ብኣይ ትጠራጠር ዲኻ ኣነ እኮ ጎይታ ሓዳረይ ኖኖ ከምኡ ማለተይ ዘይኮነሲ ኩሉ ዕላሉ ብዛዕባ ናብራ ብዛዕባ ገዛ ብዛዕባ ስራሕ ጥራይ እዩ ናብርኡ ከዓ ትፈልጦ ኢኻ እወ ክገርመኪ ኣብኡ ከለና ከኣ ናይ ተኽለ ዓርከይ ዕሊልና ዘይፈለጥናሲ ኣነ ሽሕ ዶላር መሲሉ ሽሕን ሓሙሽተ ሚእትን ዶላር ይብለኒ ኣቲ ከመይ ከምዚ ተኽሊ ናይ ጌሶ ገደና እኳ እዩ ተኽሊ ኢሉ ዘሎ ተኽለ ዓርከይ ከመይ ዕድለኛ መሲሉኪ

መቸም ጽቡቕ ናይ ሰብ ኣይትፈትውን ኢኺ ኣነ ዝብለኪ ዘለኹ ርኢኺ። ዋእ ክትፎ ንበጃኻ እወ ኣነ ዋጣ እወ ዳኹል ክጽለል ዶ። ዋእ
ኣይትሃርፍና እባ ጽላለ መዓስ ኢልካ መጻልካ ኮይኑ ቅድም ነብስኻ ክትርስዕ ኣለካ እኮ ኣዜብ።
ዋእ እምበኣር ንስኻ ነብስኻ ረሲዕካ ኢኻ ተጸሊልካ ዘለኻ። ተኽለ ክትብል ትውዕል ዘለኻ ዋ ኣንተ ቁሩብ ኣይትሓስብን ዲኻ? ቁሩብ ከም ተቐደምካሲ ኮምብላስ ኢልኻ ጌርካ ውፈር ብውሕድ እኮ ድራር ዕነት ሒዝካ ኢኻ ትኣቱ ኔርካ። ነዘን ሰማንያ ናቕፋ ዲኺ ነዘን ንናይ ሓንቲ መዓልቲ ናይ ተኽለ እኮ ሽሕን ሓሙሽተ ሚእትን ዶላር እኳ ሽሕን ሓሙሽተ ሚእትን ዶላር

ስቆል እዩ ንበይነይ ዝፅለል ዘለኹ ንመን እየ ክነግረሉ እዚ ኣነ ዝነብሮ ዘለኹ ሲ ናብራ ድዩ ክበሃል ሕጂ እንታይ ናብራ ሕልፍ ኣለኹ ኣነ ንንፋስ ከይህቦ ኢለ ኩሉ ነገር ኣብ ከብደይ ተሓስክዎ ሲ መሊሱ ሻዲኑ ሲ ኣብ ርእሰይ ኮፍ

ንስኻ ካብዚ ዕድመንስ ክንድዚ ሓሳብ እንታይ ግድሽካ? እዋይ ቅዱስ ወደይ እንታይ ደኣ ተማሂርኩም ሎማዓንቲ? ቁጽሪ፣ እንግሊሽ። ካልእ ከ?
ስነ ፍልጠት ትግርኛ። ቁጽሪ እሞ ጽቡቕ ዶ ተረዲእካ? እወ። ምድማር ዲኹም በጺሕኩም ዘለኹም?

ኣበርቲዕካ ክትጽዕር ኣለካ እምበር ከምዚ ናይ እንዳ ድኳን ባንቡላ ክዳንካ ኣጽሪካ ተገቲርካ ሱቅ ተበልካሲ እንታይ ትርጉም ኣለዎ። ንስኺ ንስኺ ዋላ
ንስኺ ናይ ሰብ ጽቡቕ ኣይትፈትውን ዲኺ ንስኺ ድኽነት ከምዚ ሓጺር ትሪኳላታ ናይ እንዳ ዓለቡካ እንተሎ ከምኡ እዩ ዋእ ከምኡ እዩ ዝመስለኪ ንስኺ ወደይ ተዛረቢ ስዒድ እወ ደሓን ሕጂ እንታይ ድዩ መስለካ ኤፍሬም ሓወይ እወ መቸም ኣነ እስኻ ክትርብሕ እንድዩ ደስ ዝብለኒ። እወ
ክንደይ ኢልካ?
ክልተ ሽሕ ዶላር።
ኣንታ ኣነ እባ የለኹን ስለ ዝህውቱ ዘለኹ ካብ ኣፍ ዘይሰማዕኻዮ ባንታ ጸገም እዩ። ተኽለ ደኣ ንዓይ ኣነ ምስ ረኸብክዎ ሽሕን ሓሙሽተ ሚእትን ዶላር ዶ ኣይኮነን ዝበለኒ ከመይ ገይሩ ደኣ ሽ- ክልተ ሽሕ ደኣ ይብለኒ? ነኖ ክልተ ሽሕ ዶላር ይብለካ ኣለኹ። ርኢኺ ዶ ርኢኺ ኣዜብ እዚኣ እያ እቲ ሓቂ። እዋ ግደፈና በጃኻ።
ሕጂ እቲ ገንዘብ ኣብ ኢዱ ኣትዩ ድዩ ኣይኣተወን? እንታይ ክበጽሕ ደኣ?
ኣይበጽሐን። እንታይ ጸገም ኣለዎ እሞ ሕጂ ክሰደሉ እንድዩ ሓዉ ወዲ ኣዲኡ እንድዩ እሙን እኮ እዩ ማእሙን እኮ እዩ። ቸቸቸቸ ባእ ዘይከውን ዘረባ ኣነ ናይ ሓቂ መሲሉኒ ከረጋግጽ ኢለ እንዲ መጺእ።

ኣብ ኢድና ዘሎ ወርቂ ገዲፍናስ ናይ እንዳ ማትና ጨርቂ ንሕና ክነናዲ ዘይከውን ንኣብነት ሕጂ ንስኻ ስን ዓይሲ ትፈልጠኒ ኢኻ ፍሬ ንሕና ከመይ ዝበልኩ ሳርቶ እየ መዓት ዓማዊል ኣለውና ናይ ካብዞም ኩሎም ዓማዊልሲ ዘይተኣደነ ገንዘብ እየ ዝረክብ ኤፍሬም እውን እኮ ንፉዕ ነዳቓይ እዩ ትፈልጦ ኢኻ። እፈልጦ። እዋ ሕጂ እዩ ተኽለ ኣብ ርእሱ እምኒ ጨሪሑ ጨራሪሑ ኣእምሩ ጠውይዎ ዘሎ እምበር ንፉዕ ነቃዒ ከመይ ዝበለ እኳ እዩ ይሄ ኤፍረም ሓወይ። ኣንታ ስዒድ ከመይ ኢልካ ኢኻ መጺኻ ንዓይ ክትብል ዲኻ መጺኻ? እዋ ናይ ተኽለ ንፍዮ እኮ ኣብዛ ገዛ እያ ኣትያ። እዚኣ ፍጹም ከጥፍኣ ዘለኒ ባህሪ እያ።